ምልዓል እገዳ ኣብዚ እቲ ንልዕሊ ዕስራ ዓመታት ኣብ ልዕሊ ኤርትራ ዝጸንዐ ዘይምኽኑይ እገዳታት ንክልዓል ስጉምቲ ናይ ምውሳድ ተገዳስነት ከም ዘሎ
አብዝቼ ጮኻለው ጌታ ማረኝ ብዬ በግልጽ የታየኝ ሲምረኝ ጌታዬ በውስጥ

ኣብ ዝቕፅል ሰሙን ድማ ምስ ቅድማይ ሚኒስተር ንዝካየድ ብሓባር ንስራሕ ዝብል ሕቶ ሒዙ ንዘተ ናብ ርእሰ ከተማ ኣዲስ ኣበባ ኣቀባጥራ ኣሎ። ንዓንተ ከምዚ እንዶ ሽኮሪና በልዮ ኣቀባጥርሉ ጡብ ጡብ ጡብ የጥበወካ ንዓንተ እንካ ጡብ ደቀይ ቀደም ረሲዖሞ እምበር እንካ እንዶ ጡብ ደይበካ። ንዓ ጡብ ጥበብ ጡብ እኳ ጦቢኹም ከማን ንዓ እንተ ሰላም ሰላም ክቡራት ተኸታተልተይ ከመይ ኣምሲኹም ሎሚ እውን ከምቲ ልሙድ ዝተፈላለዩ እዋናዊ ሓደሽቲ ሓበሬታታትን ከምኡ እውን እዋናዊ ምስልታት ይዘልኹም ቀሪበ ኣለኹ ነታ ሚድያ ድማ ሓደሽቲ ዝኾንኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረስኡ ኩላህና ድማ ላይክ ብምግባር ነታ መደብና ንጀምር ኣብ ናይ ሎም መደብና ከምታ ፈለማ ዝረኣኹሞ ዝተፈላለዩ እዋናዊ ሓደሽቲ ሓበሬታታት እየ ሂዘልኹም ዝቐሪበ ዘለኹ ብጣዕሚ ደስ ዝብል ብስራት እውን ጋንታ ኤርትሪያ ናይ ኩዕሾ ሎሚ ሓዱሽ ታሪክ እያ መዝጊባ ዘላ ማለት እዩ ብጣዕሚ ደስ ዝብል ንሶም ናይ ልማዓንቲ መደብና ድሕሪ ዓሰርተ ሸሞንተ ዓመት እያ ጋንታ ኤርትሪያ ታሪክ ሰሪሓ ዘላ ማለት እዩ እዚ እውን ኣብ ናይ ልምዓት ብረራ ብሰፊሑ ክሪና ከምኡ እውን ሃው ኣዶናይ ብጣዕሚ ብጣዕሚ ኣብ ከቢድ ኩነታት እዩ ዝርከብ ብጣዕሚ ንብዙሃ ሰባት ዘሰንበደ ሓዱሽ ጉዳይ እዩ ፀገም እዩ ኣጋጢምዎ ዘሎ ማለት እዩ ንሱ እውን እንታይ እዩ ኣጋጢምዎ ዝብል ብሰፊሑ ክሪና ከምኡ እውን ድማ ሎሚ ደብረ ፅዮን ከም ዝተመረፀ ይፍለጥ እዩ። ናብ ኣዲስ ኣበባ ክኸድ ምዃኑ ድማ ይግለጽ ኣሎ። እዚ እውን ንብዙሓት ሰባት ኣዘራራቢ ኣዘራራቢ ኮይኑ ኣሎ። ምስ ኢሳያስ እዩ ክሰርሕ ምስ ኤርትራ እዮም ጸሚዶም ዘለዉ እንዳተባሃለ ሕጂ ድማ ናብ ኣዲስ ኣበባ ክኸይድ ምውሳኑ ብጣዕሚ ንብዙሓት ሰባት እዩ ኣዘራሪቡ ዘሎ። ንሱ እውን ኣብ ናይ ሎማዕንቲ መደብና ብሰፊሑ ኩሬና ኣብ ናይ ሎማዕንቲ መደብና ኣሜሪካ እውን ኣብ ልዕሊ ኤሪትሪያ ኣንቢራቶም ዝነበረት ዝተፈላለዩ እገዳታት ሎሚ ኣብ መልዓል እያ ትርከብ። ንሱ እውን ኣብ ናይ ሎማዕንቲ መደብና ብሰፊሑ ኩሬና ቅድሚ ሕጂ ንክልተ ደቁ ዝቐተለ ኣቦ እውን ምስ እውን ተተሓሒዙ ዝወፁ ሕጂ እውን ዝተፈላለዩ ምስልታት ኣለዉ። ንሶም እውን ኣብ ናይ ሎማዓንቲ መደብና ብሰፊሑ ክርኡ ኢና። ኣብ ናይ ሎማዓንቲ መደብና ነዚኦምን ካልኦትን ዝተፈላለዩ እዋናዊ ሓደሽቲ ሓበሬታታትን እየ ሂዘልኩም ቀሪበ ዘለኹ። ሓደሽቲ ዝኾንኩም ሰዓ ሰብስክራይብ ብምግባር ቤተሰብ ምዃንኩም ኣይትረስኡ። ኩላህና ድማ ላይክ ብምግባር ነታ መደብና ንጀምር። እስከ ከም መጀመሪ ኮና ድማ ናይ ነሽነሽ መዘናገቲ ዝኾነት ምስሊ ኣላ ህፅር ዝበለት ምስሊ ናቱ እስከ ከም መጀመሪ ናቱ ምስሊ ናይ ነሽነሽ ተኸታቲልና ንመለስ ኣሕዋተይ። ወይለከ ፋሽን ወይለከ ፋሽን ብምንታይ ደኣ ለንዚ ማእድ ዝበልዖ ዘለዋ ደኣ ኣብዚ ኢደን ደኣ ጓንቲ ፕላስቲክ ፕላስቲክ ፌስታል ነቲ ፌስታል ሲ ኢድካ እዚኻ መብልዒ ንምንታይ ሓሲቦ ንእስከ ገምቱ ገምቱ ገምቱ ገምቱ ገምቱ ንምንታይ ከም ዝትገብራላ ኣታ ገምቱ ገምቱ ገምቱ ጽፍራያ ኢኺ ይበላሾ

ሰበይቶም ከይፈትሑሲ ዓዲ ይገድፉ ይበሃል ነይሩ ቀደም። ኣውፅኦ ደኣ ኣውፅኦ ኣውፅኦ ፅቡቅ ጌርክን ብልዓ ተንፅፍሪ ዝሰርሓ ከዓ ክኸስባባ ዋ ከምዚ ገጌርክን እንተ ዘይተበላሸኹም ክንዳ ተንፅፍሪ ዝሰርሓ ክንታይ ክበልዓ ተሜት ኣብ ኣርቲስት ከንታ ክበልዓ ዋእ ኣውፅኦ ኣወ ኣውፅኦ ኣውፅኦ ብዝኾነታሲ ላይክ ኣይትረስዑ እታ ኣየሳእነና ጋዜጠኛ ነሽ ነሽ ካብ ሃገረ ጀርመን እህ፣ የቐንየለይ እስከ የቐንየልና ንህና እውን እንዳበልና ነሹ ብምቕፃል ድማ ኣዱ ብሊና ትሃትድ ዘላ እስከ ተኸታትና ንመለስ ኣሕዋት ይፅን ኢልኩም ስምዋ መቸም ጉደኛ ዝኾነ ሰበይቲ ኣቀባጥራሎም

እንታይ ደኹም በይንኻ ዘይትነብር በይነይ ደይበስል ክሳብ ዝበስል ክሳብ ረይዲ ዝኸውን ስቴብል ክሳብ ዝኸውን ኣብ ጭቕጭቕ ኣብ ሓዳር ኣብ ዕግርግር እንታይ ዘእቱ ኣለኒ ካብ መጀመርያ ክጅመር ከሎ ዝኾነ ነገር ሃፐን ክኾን ከሎ ግን ኩሉ ግዜ ነቲ ዝተገበረ ፍጻመ ንምሕባእ ካልእ ኤክስኪዩዝስ ትደልዩ ብሰንኪ ክኳይ ብሰንካ ኳይ ኖ ደር ኢዝ ኖ ኤክስኪዩዝ ከም ሕብረተሰብ ወዲቕና ኢና ንሕና

ዳሴት እስከ ኣብዚ ኣዱ ብሊና ትብሎ ዘላ ዘለኩም ሓሳብ ሪኢቶኹም ጸሓፉልና ሸላ ድማ ንዓ እውን እዩ መልሲ ዝህባ ዘሎ ዝመስል እስከ ንሱ ድማ ዝብሎ ዘሎ ተኸታቲልና ንመለስ ኣሕዋተይ ዝገርም ሓሳብ እዩ ዝህብ ዘሎ ህዝቢ እንዳጠመየ ብኡ ዘይትዛረቡ ሙሽሙሻት ጥሙያት ለኽባጣት ሓሳኻት ሓሳዳት ተዛርቡ ንካደ ሎም ውሽጠይ ፈቀዶ ኣንጎላ ፈቀዶ ኣንጎላ ፈቀዶ ኣፍሪቃ ፈቀዶ ፈቀዶ ተደርብዩ ዘሎ ህዝብና ህዝቢ ትግርና መነዳኻሊ ደርብይዎ ኣንቱም መሻሙሽ መሻሙሽ መሻሙሽ ሻዕብያ ሕወሓትካ ትብሉ እንቱም ጠንቆልቲ ሓሳዳት ኣበዲኦም ዘሎና እዚኦም ሕዋሓት ሻዕብያ ስድርኦምን ደቆምን ኣስጊሮም ሃብቲሞም ደቆም ደቂ ሓወቦኦም ኩሎም ሃብታማት ኣለው ኮፍ ኢሎም ኣብ ኢሮፓ ሕዋሓት በሎም ሻዕብያ በሎም ኮፍ ኢሎም ንስኹም ከኣ ደገፍ ናበተ ኣደኻ ኢኻ ክትድግፍ ወደይ ናበተ ነተ ኣደኻ ሕቕ ዘይትሓልየላ ወደይ ነተን ኣደኹምከ ዘይትሓልለን ወደይ ነቶም ዝዝሞቱ ዘለዉ ነቶም ኣብ ፈቐዶ በረኻ ዘለዉ ጢመትን ጽምእን እንታ ወዲኦም ገበርቲ እዮም እዚኦም ብረት ዝገዙ ምግቢ ዘይገዙ ብረት ዝገዙ ከላሽን ዝገዙ ኣርቢጂ ዝገዙ

እስከ ብምቕጻል ድማ ሎሚ ሓደ ኣቦ ንኽልተ ደቁ ከም ዝቐተለ ይፍለጥ እዩ። ምስኡ ድማ ተተሓሒዙ ዝተፈላለዩ ምስልታት ዝተፈላለዩ ሰባት እውን ነናይ ባዕሎም ርእይቶ እዮም እንዳሃቡ ዝርከቡ ማለት እዩ። እስከ ብዛዕኡ ድማ ሎሚ ዳህላክ ትብሎ ተላ እስከ ተኸታቲና ንመለስ። ናይ ዳህላክ ምስሊ ኣህዋተይ ዘለኩም ሀሳብ ሬቶኹም ጻፉና። ነታ ሚድያ እውን ላይክ፣ ሼር፣ ሰብስክራይብ እንዳገበርኩም ጽን ኢልኩም ስምዋ። ወዲ ተባዕታይ ክሃርመኪ ከሎ ክቕጥቅጠኪ ከሎ ኣይትጸመሚ ኣይተብሊ ሓገዝ ኣሎ ነቲ ሓገዝ ተጠቒምኪ ካብዚ ጉዳይ እዚ ውፅ ክንብል ከለና ንምንታይ ከምኡ ትብለና ኣለኽን ሓዳር ፋሕ ብል ኣሎ ኢልኩም እሳና ትሓርቁ እንድሕር ደቂ ኣንስትዮ ነብሰን ክከላኸላ ሓሪቐን ዘረባ ተዛሪቦም ካ ትሓርቁ እንታይ እያ እታ ጓል ኣንስተይቲ ክትከውን ዘለዋ እንታይ ኢኹም ትፅበዩ ዘለኹም ካብታ ጓል ኣንስተይቲ ንኣብነት ንዓናሲ ኣይትዛረባ ክብላናስ ጀሚረን ኣለዋ እስኻትክን ስለትዛረባ ዘለኽን ኢኽን ኣነ መጀመርታ ኣብ ሶሻል ሚድያ መፅኣ ኣፈይ ክኸፍት ከለኹ ሰሙን ሰሙን ከም ጉዚ ናይ መርዓ ይሕረዳ ነይረን ብኸመይ ኣነ ተዛሪበ እምበር ዕስራን ገለን ዓመት ኣብ ዓዲ እንግሊዝ ተቐም- ተቐሚጠ ሓንቲ መዓልቲ ፈሚኒዝም ብርእሰይ ከማን ሓሊፉ ኣይፈልጥን እዩ ብዛዕባ ፈሚኒዝም ንዓይ ዝፈልጠን ሰብ ኣብ ዓዲ እንግሊዝ ብዛዕባ ፈሚኒዝም ክዛረብ ሰሚዖምኒ ኣይፈልጡ ብዛዕባ ውመን ራይት ክዛረብ ሰሚዖምኒ ኣይፈልጡን እዮም ስለዚ ተቐተላ ኢና መፂና 212 213 ዝነበረ ቅትለት ኣብ ኤርትራውያን ዝግበር ዝነበረ ኣብ እስራኤል ኮነ ኣብ ኣሜሪካ ኮነ ከይክም ረኣይዎ ሶ እቲ ምንቕቓሕ ንሕና ንሓንቲ ኣብ ዓመፅ ዘላ ጓል ኣንስተይቲ ኣብ ፅቡቕ ሓዳር ደላ ዘይኮነሲ ኣብ ዓመፅ ዘላ ጓል ኣንስተይቲ ከምዝን ከምዝን ግበሪ ኢልና ሓበሬታ ክንህበን ከለናስ ከማና ደቂ ኣንስትዮ መፅን ኣይትዛረባ ሱቕ በላ ክብላና ከለዋ እንታይ ዘርኢ ማዕረ ክንደይ ተን ደቂ ኣንስትዮ ኣብ ሓደጋ ከም ዘለዋ እዩ ዘርኢ ማዕረ ክንደይ ኣብ ሽግር ከም ዘለዋ ወላ ኣፍና ከፊትናስ ክንዛረብ ኣይንኽእልን ኢና ዋይ ብከዝ ከይንቕተል ተተዛሪብናስ ከይንቕተል እንታይ ኢኸ ትዛረባ ወዲ ተባዕታይ ዲ ኣነ ኣናሽየ ዝፈልጥ ወዲ ድ ፀሪፈ ዝፈልጥ ንወዲ ተባዕታይ ድ ሕማቕ ተመንየ ዝፈልጥ ወዲ ተባዕታይ ሕረዱ ቅተሉ ድ ኢለ ዝፈልጥ ኣይፈልጥን እየ ካብ ዝሃርመኪ ካብ ዝቐጥቅጠኪ ፅባሕ ንጎ ከይቀትለኪ ውሕስነት ንዓኽን ንደቅኽን ርኸቢ ንሱ ከዓ ከይዱ ሳይኮሎጂካሊ ሓንጎሉ ይረአ እዚ ናትና ጭርሖ ኢኳሊቲ ማዕርነት እዩ እምበር እቲ ፌሚኒዝም እምበር ጓል ልዕሊ ሰብኣይ ክትኮን ሰብኣይ ልዕሊ ሰበት ክኮን ኣይኮነ ነዚ ጠጠዋ ብላ ኣይትዛረባ ዝብል ሰብ ተልዩ ከዓኒ ደኺምክን ክተርፋ ይኽን ንሕና ካብ ምዝራብ ጠጠዋ ኣይነብልን ኢና ሰበይትኻ ምህራም ስጋዕ ዝፍንፈን ሰበይትኻ ምቕጥቃጥ ስጋዕ ዝፍንፈን ደቅኻ ምቕጥቃጥ ስጋዕ ዝፍንፈን ሓደ ወዲ ሰብ ሓላፍነት ናይ ጥዕንኡ ሓላፍነት ናይ ሓንጎሉ ሓላፍነት ናይ ኣነባብርኡ ደኣ ክወስድ እምበር ኣደ ሰለስተ ባዕተ ቆልዑት እስኻ ተመሊስካ ኣብ ልዕሊ ርእሲ ኮንካ ንዓይ እለይኒ ንዓይ ኣብልዕኒ ንዓይ ኣስቲኒ ንዓይ ከም ዝግበርለይ ዝብል ነገራት ካብ ሱርና ተማሕዩ ከይከደ ጠጠዋ ይነብልና ኣነ ብዛንሳይ ጠጠዋ ይብሎን እየ ብመሰረቱ እስከ ኣብዚ ዳህላክ ክትብሎ ዘላ ዘለኩም ርእይቶ ሀሳብኩም ጻፉና ብምቕጻል ድማ ሎሚ ሀዱሽ ሀበሬታና ኢና ሰሚዕና ዘለና ማለት እዩ ኣሜሪካ መልዓል እገዳታት እያ ሎሚ ትገብር ዘላ እሱ ድማ ተተሃይዙ እስከ እዚ ሀውና ዘቕርቦ ዜና ድማ ታሳቲና ንመለስ ምልዓል እገዳ ኣብዚ እቲ ንልዕሊ ዕስራ ዓመታት ኣብ ልዕሊ ኤርትራ ዝጸንዐ ዘይምኽኑይ እገዳታት ንክለዓል ስጉምቲ ናይ ምውሳድ ተገዳስነት ከም ዘሎ ዝእመተሉ ዘሎ ህሞት፣ ንታሪኽን ነቲ ዝበሃል ዘሎ ቅኑዕ ኣንፈት ንምትሓዝን ንድሕሪት ተመሊስካ ዕቱብ ገምጋም ምክያድ ኣገዳሲ እዩ። ኣብ መወዳእታ ክልተ ሽሕን ትሽዓተን ኣብ ቅንያት ክሪስማስ ምምሕዳር ኦባማ ዝፈብረኾን ዝደፍኣሉን ዝኾነ ጭብጢ ወይ መርትዖ ዘይነበሮ፣ ዝኾነ ሕጋዊ መስርሕ ዘይተኸተለ ዓላቝ እገዳ ብስም ባይቶ ጸጥታ ሕቡራት ሃገራት ተበይኑ። መጎታዊ ኩነኔና ሽዑ ኣዊጅና። እቲ ዘገርም፣ ሽዑ ናይ ፈደረሽን ሩስያ ወኪል ኣብ ኒውዮርክ ንናይ ምምሕዳር ኦባማ ዓሎቕ ብምሉእ ክድግፍ እንከሎ፣ ናይ ቻይና ወኪል ከኣ ስማዊ ኣብስተንሽን ኣብቲ ግሁድ ዓሎቕ ኣመዝጊቡ። ድሕሪ ናይ ትሽዓተ ዓመታት ኣዕናዊ ሳዕቤናት እቲ ዓላቝ እገዳ፣ ኣብ ክልተ ሽሕን ዓሰርተ ሸሞንተን እገዳ ይለዓል ኣሎ ምስ ተባህለ እውን፣ ዋላ እኳ ደንጒዩ ዝመጸ እወታዊ ስጉምቲ እንተነበረ፣ የቐንየልና ኣይበልናን። ምእንቲ ሓቅን ፍትሕን ክረጋገጽ፣ ብቐደሙ ስለምንታይ እገዳ ክምለሽ ኢና ጠሊብና፣ ዛጊት ከኣ ኣይተመለሰን። ንሸባብ ዝድግፍ ዝነበረን ዘሎን መን እዩ? ናይ ዓላቑ እገዳታት ተሓታቲ ከኣ ኣብ ቅድሚ ሕጊ ይቕረብ። ከም መቐጸልታ ዝንቡዕ ሕርያታት፣ ምምሕዳር ባይደን ንኣመሉ ኣብ ክልተ ሽሕን ዕስራን ሓደን ዓላቑ ዘይሕጋዊ በይናዊ እገዳታት ወሲኑ። ጭንቀትን ቅርሕንትን ዘበገሶ ዓሎቕ እዩ ነይሩ። ኣብ ሰዓቱ ኸኣ ተዀኒኑን ተመኪቱን። ኣብ ዝሓለፈ መዓልታት ምምሕዳር ባይደን ዝበየኖ ዓልቊ እገዳ ተላዒሉ እዩ ተባሂሉ። ደጊምና ፍትሒ ይረጋገጽ፣ ደግሲ ባይደናት ከይመላለስ ፍወሳ ዝንቡዕ ፖሊሲታት ይገበር፣ ኣብዚ ቅንያት እዚ እቲ ብሕቡራት መንግስታት ኣሜሪካ ዝተበየነ ዘይሕጋውን በይናውን እገዳታት ኣብ ቀረባ ግዜ ክለዓል እዩ ዝብል ጸብጸባት ኣሎ እዚ ስጉምቲ እዚ ነቲ ጉጉይ ፖሊሲታት ብዘላቕነት ብምእራም ፍትሒ ሕጋውነትን ርትዕን ዘረጋግጽ ክኸውን ተስፋ ንገብር ሚኒስትሪ ዜና ኣስመራ 6 ጉንበት 226 ብጣዕሚ ዝገርም እዩ ብምቕጻል ድማ ሎሚ ጋንታ ኤሪትሪያ እውን ብኩዕሾ ብጣዕሚ ሓዱሽ ታሪኽ እያ ድሕሪ ዓሰርተ ሸሞንተ ዓመት ሰሪሓ ዘላ ማለት እዩ እሰ እስከ እሱ ድማ ተኸታቲና ንመለስ እዞም ኣምሃሩ እውን ከይተረፉ እዞም ኢትዮጵያውያን እዮም ዝዝግብዎ ዘለዉ ኤርትራ ታሪክ ሰርታለች። ለ18 ዓመታት ከአፍሪካ ዋንጫ ርቃ የነበረችው ኤርትራ በዛሬው ዕለት ማለት ነው

ዝገርም እዩ ኣኹሪኦምና ብጣዕሚ ደስ ዝብል ከምዚ ኢሉ ክቕፅል ድማ ተስፋና እዩ ማለት እዩ። ብምቕፃል ድማ ሎሚ ደብረፅዮን እንታይ እዩ ዝገብር ዘሎ እንታይ ዓይነት ስራሕቲ እዩ ዝሰርሕ ዘሎ እንታይ እዩ ዝገብር ዘሎ ዝብል እስከ ተኸታቲልና ንመለስ ዘለኩም ሓሳብ ሪኢቶኹም እውን ፀሓፉና። ብቐዳምነት ዶክተር ደብረፅዮን ገብረምኪኤል ናብ ኣዲስ ኣበባ ከምርሕ ከምዝኾነ ይግለፅ ኣሎ። ዶክተር ደብረፅዮን ገብረምኪኤል ስልጣን ድሕሪ ምሓዙ ቀፃሊ ናብ ኣዲስ ኣበባ ክኸይድ ምዃኑ ተገሊፁ። ኣብ ዝቕፀል ሰሙን ድማ ምስ ቅድማይ ሚኒስተር ንዝካየድ ብሓባር ንስራሕ ዝብል ሕቶ ሒዙ ንዘተ ናብ ርእሰ ከተማ ኣዲስ ኣበባ ከምርሕ ከምዝኾነ ዝተረኸበ ሓበሬታ የረድእ። ተወሳኺ ድማ ህወሓትን ፌዴራልን ድርድር ከምዝጅምሩን ሻዕብያ ድማ ምስ ፌዴራል ድርድር ትማሊ ጀሚሩ ኣሎ። መንግስቲ ፌዴራል ፅምዶ ከየፍረሰ ኲናት ክኸፍት ከምዘይኽእል ድማ ኣፍሊጡ ኣሎ። ነዚ ክገብር ዝኸኣለ ኣብ መንጎ ህወሓትን ሻዕብያን ክፍተት ከም ዝረኸበን ሻዕብያ ሙሉእ ሙሉእ ንሕወሓት ስለ ዘይኣምኖ ጠቕሊሉ ዕርክነት ክፈጥርን መሬት ኤርትራ ክፍቲ ክገብር ከም ዘይኸኣለ ድማ እቲ ዝተረኸበ ሓበሬታ የመላኽት።
ዝገርም እዩ መቸም እስከ ምቕጻል ድማ ሎሚ ሞኒካዊት ብጣዕሚ ስፍሕ ዝበለ ምስ ደቂ ሃዘና ብፍላይ ድማ ኣብ ወፃኢ ዘለና ሰባት ከመይ ክኸውን ኣለዎ ናብራና ኣብ ወፃኢ ዝብል ናይ ከም ሓፍቲ እውን እያ ተማኽረና ዘላ እስከ ንዝፀርፍዋ ዘለዉ እውን ሓሪፍ ገይራ እያ ተማኽሮም ዘላ እስከ ናታ ምስሊ ድማ ተኸታቲልና ንመለስ ኣሕዋተይ ፀኒዕልኩም ስምዕዋ ዘለኩም ሪኢቶ ሃሳብኩም ድማ ብናፅነት ኣብ ቦታኹም ኣፃርፉልና።

ኣነ ዘዕበኹኹሲ ብስነስርዓት ከምዚኣ ብሰና ስርዓት እወ ብሰና ስርዓት ዓብየ ሶ ሰና ስርዓት ኦተባይ ኣለኒ ሕጂ ዓባየ ኮይነ ከለኹ ኦኬ እሱ ኣይ ናቱ ባክግራውንድ ኣይፈልጥነ ግንሲ እዚ ኩሉ ወሊዱ ከሎ ገለበለ ኮይኑ ከሎ ስ- ስጋብ ሕጂ ኣብ ኣዲኡ ገዛ ዘሎ ኦን ቶፕ ኦፍ ዳት ከዓ ስትረስ ክህባ Det er så disrespectful så han må vekk ወይ ተባይ ይገብር ወይ ካብቲ ገዛ ይወፅእ ስለዚ ኣቲ ኤነደ ደይ ናቱ ገዛ ኣይኮነን ሶ ፖሊስ ተደዊልናሉ ሆምለስ ክኸውን እዩ ሶ ክሓስብ ኣለዎ
ሓውና ኮይን ተሰሚዕና ሓውና እንተ ኣመ ኤርትራዊ ሓውና እንተ ገይሩ ወይ ቡነይ ይዳዓል ኣቕልና በቃ ነርበዝ ጅገርና

ሰለስተ ቋንቋ ትኽእል እስኺ ግን ኣብ እንግሊሽ ተሓፂርኪ ነቲ ቋንቋ ቋንቋ ኣቦኽን ኣዴኽን እንተዘይከኣለሲ ዋይ ኣይከኣለን ብስትኽ ብስትኽ ዝገርም እዩ እስከ ኣብዚ ናይ ሞኒካዊ ዘለኩም ሪቶ ሀሳብኩም ጻፉና ብምቕጻል ድማ ከምታ ፈለማ ዝገለጽናዮ ሃው ኣዶናይ ብጣዕሚ ዘህዝን ሎሚ ከቢድ

የጌታዬ ድምፁ በግልጽ ይሰማኛል።
ከምቲ ዝረኣኹሞ እዩ ሃውና ኣብ ከቢድ ናይ ጥዕና ፀገም እዩ ዝርከብ ማለት እዩ ካብ መኪና እዩ ወዲቑ እዮም ኢሎሞ ማለት እዩ ብጣዕሚ ዘሕዝን እስከ ዘለኩም ሪቶ ሀሳብኩም ኣብ ቦታ ኮመንት ፀሓፉና ኣሎ ማለት ንረትና መድብ ድማ ከምቲ ዝተኸታተልኩሞ ዝመስል ነይሩ ከምዚኦም ዝኣመሰሉ ዝተፈላለዩ ሓደሽቲ ሓበሬታታት ዝተፈላለዩ ምስልታት ፖለቲካዊ ጉዳያት ከምኡውን መዘናጊ ምስልታት ቀዲሞም ንኣኹም ንክወሱ ሰብስክራይብ ዘይገበርኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ። ኩላህና እውን ላይክ ምግባርና እርግፀኛ ንኹን። ብካልኦት መደባት ክሳብ ንራኸብ ሰላም የራኽበና ኣሕዋተይ ቻው።